እስኪ
ፓው ጥዑም ሃንዛ ኣደይ መብራት እዚ ነዚ ዝሰንከተ እዳው ይባረኻ ናብ ደቀንን ደቂ ደቀን ዝሰግር ግበሮ
የዳው ከኸብቲ ምበላ ውይ
ንህልዋ ዘን እዳው ኣእዳወይ ተሴረ ደኣ ደሓርከ ኣነ እኳ ንታክሰይ ነዘን እዳወይ ተኣማሚነ ሒዘያ ዘለኹ እዋ ታክሲ ጥራይ ካልእ ኩሉ ነገርና ከበዳውና እንድዩ ዝምርኮስ ንዋዛ ኢለ የሄሉ ዓይኒ እንዳ ደቦጭ ኣታ ዓይኒ ፖሊስ ዋ እዳውና ደኣ ኩሉ ነገርና እምበር ዋ ሂወትና እኮ ኣብ እዳውና ዝተመርኮሰት እያ ኣይ ፍቱሕ ፍቱሕ ፍቱሕ ንስኻ ከዓ ኣብ እዳው እንዳደወጭን እንዳመብራትን ትምርኮስ ዋ ኣትማማ ከምኡ ኣይትበልዮ እቲ ጥፍኣት ናይ ፍትሕ እኮ ናቱ ጥራይ ኣይኮነን ብዝኾነ ረቢ ሓወይ ሓቅኻ ኣለኻ እዳውና ኩሉ ነገርና እዩ ሓቅኺ እኳ ይኸየሉ ሓፍተይ ካልእ ዓለም እንተትህሉ እኳ ይእዳው ዘይብሎም ፍጡራት ከመሓድርዎ ኣይክእሉን እዮም እኳ እዩ ዝበሃል
እወ ሓዊ ኮኒ ኣብ ስልጣነ ደቂ ሰባት ዋና ነገር እዩ እዳው ዘይብሉ ከዓ ሓዊ ክሕዝ ኣይክእልን ምዕብልቲ ዓለም ከዓ ክሃንፅ ኣይክእልን ፅበቐ
እተን ኣብ ካልእ ዓለም ዘለዋ ኣንስቲ ከዓኒ ኢድ ኣለኒ ክባርኸልክን ክቆርሰልክን ዝብል ሰብኣይ ስለ ዘይብለን ቀሲና ንነብራ። ወይለይ
ኣደይ መብራት ካብዛ ኣሜሪካ በፂሕኽን እንትመፃሲ ኣይጠዓኽን መስለን እንታይ ማለትካ እዩ ዝቆርስ የለ ዝባርክ የለ ትብላ ኣለኽን እንታይ ምኾንካ እ? ኣብ ኣሜሪካ ዝቆርስ የለ ዝባርኽ የለ ኩላ በብማንካ እንታይ ማለት እዩ
ከከም ባህልኻን ወግዕኻን ምዃኑ ካብ ኣብ ግምት እትውየ እንታይ ደኣ ከመይ ገይሩ ጠፋእኪ ስሙ ኣፅናሓልና ማማ ኣነ ሓንቲ ክብለኪ ዝደሊ ግን እዛ እዳውካ ተሰብር ትብል መርገም ኣዝያ ከባድ ስለ ዝኾነት ኔ በልያ ምሳኺ ትኸይድኒ ዘረባ ተረኺብለይ ዲ እዎ ሓቂ እዩ እዳውና መንነትና ብዓብዩ ከዓ ህይወትና ስለ ዝኾነ ከመይ ደኣ ይእዳውና ቅድሚ ወርቅን ጨርቅን መሓዙ ንባዕሉ ወርቂ እዩ ፅቡቅ ኣለኻ ወርቂ ክኸውንን ዘይክኸውንን ግን ባዕልና ኢና ንመርሑ ምክንያቱ ሕማምና ኣብኡ ጥዕናና ኣብኡ፣ ምዕባለና ኣብኡ፣ ምውዳቕና ድማ ካብኡ ስለ ዝኾነ። ኤኮ ሕጂ ጽቡቕ ተዛሪብኪየሉ ጓለይ። ኣነ ከዓ ከምዚ ስለ ዝኾነ እኳ እየ ሰብኣይ ዝቆረሶ ይበልዕን ዝብል ዘለኹ። እንታይ ኢልኪ ማማ?
እወ፣ ኣእዳውና ሕማም ስለ ዘመሓላልፍ ሰብኣይ ዝቆረሶ ኣይበልዕን እየ ይብላ ኣለኹ። ሓራይ ድሓን ሰብኣይ ዝቆረሶ ሳይትብለ ሰበይቲ ዝቆረሰቶ ክትበለ ዶ ፖው ፖው ፖው ፖው ኣቱ የለ ሓፍተይ እዚ ሓቅን መልስን ኣብ ኣፍኪ ድዩ ኮፍ ኢሉ ዝፀናሓኪ ኮይኑ እወ ደጊም ሰብኣይ ዝቆረሶ ከይበልዕ ምሕልቲ እየ ኣቲ ማማ ፅሬ ድዩ ዘገድሰኪ ዋላ ሰብኣይ ሰበይቲ ኢልካ ምፍልላ ኣለካ ሓበጠካ
ንነብሲ ክጠረፍኪ ድሓርካ ምሕባጥ ትብልየ ዘለኽዚ ብሕበጥዚ ተነፊሐ ከማን ክምውደል የለኹ ኣበይ እሞ ቶክ ኢልካ ኣይትትኮስን እዋ ኣንቲ ማማ እይ ጥዑም ድዩ ዝዛረብ ዘሎ ሓራይ ንሱ ጥዑም ኣይዛረብ ንስኺ ከንታይ ገደሸኪ ሕማቕ ትዛረቢ ፅቡቕ ዘይትዛረቢ ዋ
መምህር መን ደኣ ኣለኹ ጋለይ ንስኺ ንዓይ ነዴኺ ሕማቕን ፅቡቕን ክትነግርኒ ኣትማማ ግደፍና እንዶ በጃ እዛ መምስተረ ተዓኺ ኣነ ዴኹም ምባል ስኒ እንዶ በልያ እንዳተጋገፈድና ስቅና ክንሪኤ ስቅ እንደ በለታ ልኹፍ
ልኹፍ እውን ልኹፍ